ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ረማይነትኹም ተመሊሰ መፅእ ኣለኹ እሺ ኣሕዋት ዳሕና ዲኹም ጥዕና ቤተሰብ ኣይኖ ይፈልጥ እየ ክልተ ሰስተ መዓልቲ ዝኾን ጠፊእኒ ይኹ ግን ይምሃረኒ ክልተ ዝኾነ ሰስተ መዓልቲ ገለ ጠፊኤ ግን ጠፊኤ ካለ በለኒ ሰብ የለይ ብምቕፃል ናብ ሎምዓት ቪድዮና ሓደ ዓብዪ ብስራት ክብስረኩም እሱ ድማ እንታይ እዩ ሽዱሽተ ሽሕ ሳብስክራይበር ኣቲና ኣሕዋት ሽዱሽተ ሽሕ ሳብስክራይበር በቃ ኣርባዕተ ሽሕ ሳብስክራይበር ኣረይናና ዓሰርተ ሽሕ ንምንታይ ማለት እዩ ብቻ ንሽዱሽተ ሽሕኹም ኩላትኹም ካብ ልበይ ከመስግነኩም ይደሊ ካብ ልበይ ልፈትኩም ማርያምን ሽዱሽተ ሽሕ ማለት ዓብዪ እዩ ናብ ዓሰርተስ ልዕሊ ፍርቂ ቀሪብና ኒና ማለት እዩ ብቻ ንኩላትኹም ሳብስክራይብ ጌርኩም ተተባብዑ ንሰባት ካብ ልበይ ከመስግነኩም ይደሊ ህዚ ዘራኪ ብዝሐልኹም ናብ ቪድዮና ክንኣቲና ቅድሚ ናብ ቪድዮና እንታይና ግን ህዚ እውን ነዚ ቻነል ሓድሽ ልኹምኩም ሰባት ተሃሊኹም በይዛኹም በይዛኹም ንብለና ሳብስክራይብ ገሩ ድሓር ምጋርኹም ኣይቀሪ ገሩ ነዛ ቪድዮ እዚኣ ድማ ላይክ ምጋር ይንረስዕ ላይክ ናሎም መዓንቲ ሓሙሽተ ሚእቲ ላይክ በቃ ኣሕዋት ሓሙሽተ ሚእቲ ላይክ ምጋር ቪድዮና ንጀምር ትገብርዋ ኢኹም ይፈልጥ እያ እዚ ናብ ቪድዮና ክንኣቲና እሽካዕ መጨረሻ ቪድዮና ምሳይ ኹምኩም ክትከታተሉ ብክብሪ ሓትት ሰናይ ፃንሒት እሽሓት እስቲ ቪድዮና መጀመር ክኾነና ብዚኣ ንጀምር ታይብለና ኣሎ

ይሓፅሉ ግን ካ ሓሪፍ ሓሳብ እዚኣ ማለት ልደለካይ ነገር ትበልዕ ልደለካይ ነገር ትሰቲ ኣብኡ ሓፂኻ ተወፅእ ከምዚኣ ዘለዋ ካፌታልያትኩም ሪከመንድ ገበርኒ ማለት ክኸድ ኣብ ችግር ወደለኒ ግዜ ከይደ በሊዐ ሓፂኦ ክወፅእ ኣነ ገሪምኒ እንታይ እዩ እዚ እሺ ቲክቶከር ሓሱ ሰላም እሺ ሰላም

ንሓደር ንሕደር ኢልካ እያ ግን ኣሕዋት ተኣትሎ እንድዒ እስቲ እስቲ
ሄሎ ሰላም ዲ ከመይ ከ ደሓን ዶ ኣለና ዝኾነ እንዲ ሎማዓንቲ ኢሉ ድብር ኢልንስ በቃ ሎማዓንቲ ምሳይ ክትሓትሪ ደልየ ነይረ

በቃ ግን መን ይኣምኖ ኣሕዋት ዝወድዚ ሲ ንኣፍቃሪት ደዊሉ ተኾነ ማለት ዓርኩ ትኾን ትኽእል እያ ደዊሉ ንዕ ኢላ ኣሎ ተወዲኣ ኣይንሸወን ብርጭቆ ማዘ ድሕራ ድኺ ኣታዮ ኣነ ማታይ ክኾን ኣታዮ ልኣይ ምግሆረ ወይ ሂዘ ብርጭቆ ኤ

ብትንዕ ናይ ኣምሓርካ እምበይ ሃምዛ ብርጭቆ ዘይ ወዲዮ ደሞ እዩ። ስብር ተተብለካ ነይሩ እኮ ኩላ ነገር ትርድእካ ነይራ እያ ንሕና ይምፃእ ይምፃእ ጥራሕ ኣቦኻ ወይ ሓወይ ወይ ኣሕዋት እንድዒ ማዘር ኣቐረባ እያ ፀኒሓ እምበይ እዚ ለናድድ ይኾነ ነይሩ ማዘር ማለት እንታይ ገይርኪ እዩ ዝቆልዓ እንታይ እዩ በዲሉ ሓቂ እኮ ኢኻ እስካ እስካ እኮ ምንም ይገብርካ ግን ኣሕዋት ነዚ ሓውና ብልተኻለና ዓቕሚ ጌርና ቅርሺ ኣዋፂና እ፣ ካብዚ ገዛ ነውፅኦ እዩ ማለት ባዕልና ገዛ ተኻሪና ኣብኡ ነንብሮ እምበይ ማዘር ትቐትሎ እያ ኣብዚ ቀረባ ግዜ ሃው ቱ ኪስ እሺ ኣብ ዓለም ስካብ ኸዚ ኣብ ዩቱብ በዝሒ ሰርች እተግበረ ወይ ድማ እተኣለሸ ሓደ ርእስቲ እኒኦ እሺ ስለ ሃው ቱ ኪስ ዝብል እዩ ማለት ድማ ከመይ ጌርካ ክሰም ይግበር ኣብ ዩቱብ ብጣዕሚ ብዙሕ ሰርች ተገበረስ ሃው ቱ ኪስ ኣሕዋት ሕደ ጉባ ኳሊቲ እና ከምዚኣ ኢልካ ዝፀሓፍካ ወይ ዝፀሓፍኪ ጓልካ ኩን ወድኻ ኣብ ኮሜንት ወሪድካ ኣበይ ተሪኻ ኣሕዋት እዚ ነገር እዚ ሓቂ ተኮይኑ እንታይ ኢኹም ሓሲብኩም ማለት ኣብ ዩቲብ ኣቲኻ ሃብቲ ኪስ ኢልኩም ሰርች ዝገብሩ ኖኖኖኖ እዚ ንቐይሮ ማለት ንቐይሮ ይቕረ ከም ናቲ ሓሳብ ማለት ይሕዋት ካብ ሎሚ ዓንቲ ዩቲብ ኣቲኹም እንታይ ኢልኩም ሰርች ዝገብሩ መሲልኩም ሮምሃይ ኣርዓራ ዓይን ጉዳይ ክሽነ እሺ ሰብኣይ ክሽነ ክኣቱ የብሉን ዝብል ኣባህላ ኣብ ሕብረተሰብና ኣለሞ ሰብኣይ ክሽነ ክኣቱ የብሉን ይበሃል። ነዚ መልኪትኩም ሲ ክኣ ትለዎ ዶ ትብሉ ጌጋ ኣበሃህላ ዶ ንብል ወይስ ሓቆም ኣለው ንብል እስኪ። ብመን ክጅምሪ? ብድላይኩም።
ክኣ ትለዎ እምበር። ክኣ ትለዎ ክሽነ። ሬኻ እወ ክኣ ትለዎ ጅግና ሬኻ እዚ ዶ ኣይኮነን እወ እወ።

ኣነ ከም ባህሪ ካብ ዝገርመኪ ሕጂ ወዮ ውድድር ስለ ዝኮነ ነቲ ውድድር ክጥዕመልና ገሊየልና እምበር ኣነ ዘይክእላ ሓንቲ ነገር ተላ ሽጉርቲ መቲረ ኣይክእልን እየ እወ ማለት ግዜ ወሲደ እወ እምበር ኣብ መቐ ካብ ሰበይተይ ኣነ ዳኣ ኣውቶ ክሽነ በዝሕ።
ብደይ ቀላዓለም ኣነ ውዕየ ወዲ ኣስመራ እየ መዕገርገር ገለ ኣብ ሹቅ ኣብ ገዛ ግን ይመጽእ እንድዕር ጸኒሑኒ ጸብሒ ይበልዕ እንድዕር የለን ሰሪሐ ንዓይ በሊዐ ንደቀይ ንሰበይተይን ገዲፈሉ ንክይተኮን ግደይ ሰራሕቲ ኣንበሳ
ዋው ኣንበሳ ኣሕዋት ማለት ወድሲ ክሽነ ክኣቲ ኣለዎ ዶ እንድዩ ክኣቲ እዩ ይኣቲ እዩ ማለት ዝተሰርሐ ክወስድ እውን ይኣቲ እንድዩ ክሽነ ግን ክሽነ ኣትዩሲ ክሰርሕ ኣለዎ ዶ ንልበሃል ሕቶ ግን ማለት እዛ ነገር ንኸውዱ እንድያ ንኸውዱ ተኮይና ከኣስ ክሰርሕ ኣለዎ ግዴታ ጥስጥስጥስጥስ ጥስሉ ኣለኹም ቋሑም ስራሕ ቻ ስለ ትኽእል እያ ናዊ ኣብዚ ኒዋ ጓል ትስራሕ ኢልሞ ነፍሲ ክንበለን ኢና እሺ ስምዐያ ወዲ ተባዕታይ ኮይኑ ማለት እዩ ሓሙሽተ ነገራት ክህልዎ እኒአዎ ካብኣቶም ግን ወይ ክልተ ወይ ሓደ ክህልዎ እኒአዎ ሓደ ገንዘብ ካልኣይ ጭሕሚ ሳልሳይ ገንዘብ
ቀዳማይ ገንዘብ ሳልሳይ ገንዘብ ራብዓይ መኪና ዝገርም ሓምሻይ ገንዘብ ቀዳማይ ገንዘብ ነድሕር ጥም ዝሕድኻ የብልክን ዘብዘብ ካልኣይ ጭሕሚ ህንቀርኒ የብልክን እምበር ትመስላ ልክዕ ናይ እንዳባሓጎይ ላሕሚ ሳልሳይ ገንዘብ ደድሕሪ ፋም ፋም የብልክን ዘብዘብ ራብዓይ መኪና ዋላ ኣስፓልት ተትልምና ብስሩ ይትረፋ ኣንታ መኪና ሓምሻይ ገንዘብ ፍጹም እና ዘይንሰምዐክን ተትብላ ዋላ ንላዘብ ኣሕዋት ትምልእለን ተልይኩም ኣብ ኮመንት ጸሓፉለን ኣይንበሊ ዝሓወይ ኢልካ ሓወይ እንታይ መኪኑ ንስኻ ኢልካ ላኣኸለን ይብካየን ዲኻ ግን እዘን ኣሕዋትና ሰሚዕኩመን ኢኹም ኣሕዋት ገንዘብ ገንዘብ ገንዘብ ሰለስተ ግዜ እየን ገንዘብ ኢለን ኣወዳት ኣሕዋትና ብፍላይ ድማ ንሕና ኣወዳት ማለት እዩ ገንዘብ ተሒዝና ጓል ሊኾና ንሓስብ ንዓኻትኽን ሊኾና ንሓስብ ብሓቂ ማለት እዩ መኪና ኢና ንሓስብ ከምዚ ማለት እዩ መኪና ክገዝእ ኢለ ነረስ እሺ ቅርሺ ስኢነ እዚኣ እያ ኣሕዋት ሳሆና ንብዓቱ ትሪኦ ኣለኽን
መኪና ገዚ ኢለ ነረ ቅርሺ ስኢነ ወሓወይ ጓል ክሕዚ ኢለስ ቅርሺ ስኢና ይበለን እዚኣ እያ እዛ ፖይንት ማለት መኪና ክሕዚ ኢለስ ቅርሺ ስኢና ስለዚ ቅርሺ ተሒዝና ንሕና መኪና ኢና ንገዝእ እመይ ጓል ይኹን ንገዝእ እሽሓት ኣብዚኣ ድማ ማለት እዩ ማለት ሓደሽቲ ፍቑራት ሓደሽቲ ፍቑራት ንቕበል እንዲና እስቲ ንቀበል ኣይተቕኑን ኣባግደፉ ማለት ናበይ ክንኸይድ እንታይ ንግበር ኣሕዋት ኩላ ዘለዋ እያ ተሓቁፍ ዘላ ማለት ዘለና ንሓቁፍ ኣማራጭ የለን። ብቻ ኣሕዋት ኣቐዳዲምኩም ኣይትጻረፉ ማለት ፍቕሪ እዩ ፍቕሪ ድማ ናዞም ኣሕዋትና ንምርቖም እዩ ዝግበአና ስለዚ ውለዱ ዝመዱ ክበዱ ደቅኹም የርእየና እዞም ኣሕዋተይ ግን ቲክቶክ ኣይተብዝሑ ቲክቶክ ሕማቕ እዩ ኣይጠቕመኩም እዩ ሰብኣይ ኣይተበርሆን እንታይ እሱ ሰላም ማዕለም ርሕማቕን

ኣሕዋት ሰሚዕኹም ኢኹም ሰላም በሎ ምስ በለቶ ኣበይ ኣለዉ ኢሉ ኣለና ኣለና ዝሓወይ መጣኡ ኮይኑ ረይካ ብ ካሜራ ግን ኣለና ኢና ብድሕሪት እሺ ኣሕዋት እስቲ ካብዚ ምቕፃል ድማ ኣብዚ ማሕበራዊ ሚድያ መዘራረቢ ኮይኑ ነበረ ነገር ከርእየኩም እስቲ እዚ ቪድዮ ዝባሕሪ ኮይና ንረኣዮ ኣብ ናይ ኣምሓርኛ ኣለዉ ዝበሃሉ ተዋሳእቲ ኣብ ዝዋስእሉ ሰዓት ድማ እነሆ ሓደ ካራክተር ተዋሂብዋ፣ እቲ ንሳ ዝተዋህባ ካራክተር ድማ ኣዝዩ ካብ ሕጊ ዘፈንገጠን ዘይተለመደን ባህሊ ኢሉ ድማ ነዚ ሕዚ ዘላቶ ኩነታት ዘይምጥን ብምዃኑ ስዒቡ ድማ ኣብ ማሕበራዊ ሚድያ እናተዋረደት ትርከብ ሮዳስ ሚዛን። ኣብዚ ናይ ሎማዓንቲ ተዘርጊሑ ዘሎ ቪድዮ ድማ ሮዳስ ሚዳን ተዋሪዳ እያ። ምኽንያቱ ድማ ሮዳስ ሚዛን ከም ሓንቲ ስብእና ዘለዋ ምኽንያቱ ድማ ካብ ትግራይ ጥራሕ ስለ ዝተወለደት ዘይኾነሲ ብቅድሚ ሕዚ ዝሰርሐቶም ስራሕቲ ድማ ብዙሓት ናይ ፊልም ሕቶታት መሪፆማ ነይሮም እዮም። እንተኾነ ግን ንሳ ነዚ ናይ ፊልም ሕቶታት ክትቕበሎ ኣይከኣለትን። በቲ ካራክተር ስለ ዘይተመቸዋ ወይ ከዓ ነቲ ንሳ ዝተዋሃባ ፅሑፍ ስክሪፕት ድማ ክትቕበሎ ዘይደለየቶም ፊልምታት ብዙሓት እዮም። ሕዚኸ እንታይ ተረኺቡ እዩ ከምዚ ኢላ ክትሰርሕ ክኢላ? ሙሉእ ፊልም ምስ ተዘርገሐ እዚ ፊልም ድማ ታይ ዓይነት ትሕዝቶ ታይ ዓይነት ስራሕ ሒዝልና ክመፅእ ይኾን ዝብል ድማ ፅባሕ እንሪኦ ጉዳይ እዩ። እሺ ሓትቶ እዚ ድማ ኣብዚ ሾሻል ሚድያ ልኾነት ትዛዋወር ልትቀነይት ቪድዮን እያ ናናሆም እዩ ናናሆም ኣብ ክለብ ልነበሮ ፃኒሒት ግዛዕ እዩ እስቲ ንርኣ።

እሺ ኣሕዋትና ሎሚ ዓንቲ ቪድዮና ነዚ ይመስል ነይሩ እሽቃ ሓዘረኹም ሳታሊኹም ብጣዕሚ ልፈትየኩም ብጣዕሚ ለመስግነኩም ኔክስት ብካሊእ ቪድዮ ሽዓ ንገናኝ